ሰላም ንሰላም ዝውድእ ውግእ ኣሎ ዶ? እዎ ኣሎ። ውግእ ዝውድእ ውግኣት ከሎ ዶ? እሞ እዚ ዞባና ኣርሜገዶን የቀላጥፍ ዘሎ መጂእ ኣልመሲሕ ናይ ዞባና ምቅትታል ከ እምበር ዶ ክውዳእ እዩ? መን እዮም እቶም ተዋሳእቲ ኣብዚ ውግእ ብዘይካቶም ንርእዮም ዘለና? ሰራዊት ጓና ኣብ ዓድኻ ኮፍ ኣቢልካ ልዕልና ክወሓስ ይኽእል ዶ? ኣብዚ ከምዚ ኩነታት እቲ ምስ ሰራዊተይ ኣለኹ ተባሂሉ ዝጭደረሉ ሰራዊትን ህዝብን እንታይ ግዲኡ? እዚ ናይ ነጋሪት ሚእትን ሰማንያን ሸሞንተን ትሕዝቶ እዩ። እዛ ሳብስክራይብ ኣይትረስዑ። ሰናይ ምክትታል። ኢንሳይክሎፒድያ ኦፍ ዎርስ ተባሂሉ ዝፍለጥ ናይ ሰለስተ ክፋላት መጽሓፍ ኣሎ። ዳርጋ ክልተ ሽሕ ኣቢሉ እዩ እቲ ገጻቱ ሓሙሽተ ሚእቲ ዶ ሰለስተ ሚእቲ ዶ እዩ እቲ ዋግኡ ብዛዕብኡ ዝተጻሕፈ ብዙሕ ከንብብ ቀንየ ለንቅነ እየ። እዚ እንሳይክሎፒድያ ናይ ዓሰርተ ሽሕ ዓመት ጸብጻብ ናይ ውግኣት ኣቕሪቡ። ሕጂ መብዛሕትና ክንደይ ውግእ ተገይሩ እንድሕሪ ተባሂልና በሽሓት ኢና ንቖጽር ግን ንሳቶም ዝረኸቡወን ሽሕን ሸውዓተ ሚእትን ውግኣት ኣቢሎም እዮም መዝጊቦም ዘለዉ። እዚ ቁጽሪ እዚ ምስቲ ዝመስለና ውሑድ ኮይኑ ክረኣየና ይኽእል እዩ። ምኽንያቱ ውግእ ክበሃል ከሎ ብጨናፍሩ ወይ ብሰንኩ ንኣሽቱ ውግኣት ኣሎ ኣብቲ ከባቢኡ ዝግበር። ንኣብነት ሕጂ ኣብ መንጎ እስራኤልን ኣብ መንጎ ዓረብን ዝግበር ውግኣት እንድሕር ኢልና መዓት ኩሉ ግዜ እንድዮም ዝዋግኡ ባእ መእት ዓመት ገይሮም ከምዚ ኢና ንብል። ግን እስራኤል ንገዛእ ርእሳ ብ ሽሕን ትሽዓተ ሚእትን ኣርብዓን ትሽዓተን እያ ተመስሪታ። ካብ ሽዑ ክሳብ ለይቲ ሎሚ ኣርባዕተ ውግኣት እዩ ተገይሩ ኣብ መንጎ እስራኤልን ኣብ መንጎ ዓረብን። ሽሕን ትሽዓተ ሚእትን ኣርብዓን ትሽዓተን፣ ሽሕን ትሽዓተ ሚእትን ሓምሳን ሽዱሽተን፣ ሽሕን ትሽዓተ ሚእትን ስሳን ሸውዓተን እቲ ናይ ሰለስተ መዓልቲ ውግእ፣ Three Days War፣ ተባሂሉ ዝፍለጥ፣ ኣብ ሽሕን ትሽዓተ ሚእትን ሰብዓን ሰለስተን ከኣ ናይ መጨረሻ ዓቢ ውግእ ዝተገብረ እዩ። ኣብ ጎኑ እውን ብዙሕ ውግኣት ዝግበር ኣሎ፣ ግን እተን ቀንዲ እዚኣተን እየን። ካልኣይ ስእሊ ብ ሓንጎልና ዘሎ ከኣ ብሕልፊ ኣብቶም እምነት ዘይብሎም ሰባት ውግእ ኩሉ ግዜ ብሃይማኖታዊ መልክዓቱ እዩ ዝረኤ። ኩሉ ኣብ ዓለም ዝተገብረ ውግእሲ ሃይማኖታዊ ጠንቅታት ነይርዎ ይብሉ። እዚ ኢንሳይክሎፒድያ ኦፍ ዎርስ ዝበጽሖ ከኣ ኣብ ዝሓለፈ ዓሰርተ ሽሕ ዓመት ሽሕን ሸውዓተ ሚእትን ውግእ ጥራሕ እዩ ተገይሩ ኢሉ ይድምድም። ካብዘን ሽሕን ሸውዓተ ሚእትን ውግኣት ድማ ሚእትን ስሳን ሽዱሽተን ጥራሕ እየን ናይ ሃይማኖት መልክዕ ዝነበረን። ሽዱሽተ ካብ ሚእቲ ማለት እዩ። እቲ ዝተረፈ ተስዓን ኣርባዕተን ካብ ሚእቲ ምስ ሃይማኖት ዘተኣታቶ ነገር የብሉን። ወዲ ሰብ ኩሉ ግዜ ብውግእ እንዳተናወጸን እንዳተሳቀየን እንድዩ ሓሊፉ ኤች ጂ ወል ዝብሃል እንግሊዛዊ ጸሓፋይ ዝነበረ ኣብ ርእሲ ኣንቀጻቱ ዝጽሕፎ ዝነበረ ሓንቲ ቃል ይጥቀም ኔሩ the war to end all wars ትብል ሓደ ውግእ ንኹሉ ውግእ ደው ዘብል ከም ማለት እዩ ከምዛ እዛ ዝብለኩም ዘለኹ መጽሓፍ a war to end all peace ትብሃል እዚኣ ሕጂ ኣብቲ ቀዳማይ ውግእ ዓለም ዝነበረ መን መን ከም ዝተኻፈልዎ ብሕልፊ ኣብዚ ሕጂ ቱርኪ ተባሂሉ ዝፍለጥ ዘሎ ኣብቲ ከባቢቲ እዩ ነይሩ እቲ ውግእ። ኣብ ቀዳማይ ውግእ ዓለም ዕስራ ሚልዮን ሰባት ጠፊኦም፣ ዓሰርተ ሚልዮን ወታደራት ዓሰርተ ሚልዮን ከኣ ሲቪል። ቀዳማይ ውግእ ዓለም ከኣ ከምዚ ኤች ጂ ወልስ ዝብሎ ዝነበረ ናይ መጨረሻ ውግእ ክኸውን እዩ ዝብል ተስፋታት ነይሩ ሽዕኡ። ግን ዕስራ ዓመት ጸኒሑ ካልኣይ ውግእ ዓለም ተኣዊጁ። ኣብ ካልኣይ ውግእ ዓለም ከኣ ሰብዓ ሚልዮን ሰብ ጠፊኡ ወታደርን ስብልን ዝተጎድኤ ዝቆሰለ ካልእ ምልዮናት እዩ ግን ሰብዓ ምልዮን እቲ ግምት ደርጋ ኩሉ ዝሰማማዓሉ። ኣብ መንጎ እተን ሓያላን ዝነበራ ሃገራት ውድድር ተጀሚሩ ናይ ኒክልየር ፓወር ሎሚ ዕስራን ሰለስተን ሽሕ ቦምብ ሎብ ዓለም እዚ ንዓለም ሓደ ግዜ የጥፋእ ጥራሕ ዘይኮነስ እንተድልዩስ ሞትና እንተተላዒልና ካልኣይ ሳልሳይ ራብዓይ ኣማእት ግዜ ደጋጊሙ ዓጻጺፉ ከጥፈኣና ዝኽእል በርታ። ድሕሪ ካልኣይ ውግእ ዓለም ጎሊሑ ዝተራእየ ፍልልይ ኣብ መንጎ ምዕራብን ምብራቕን ዝነበረ እዩ። እቲ ናይ ምብራቕ ሸነኽ ብሶቭየት ይምራሕ ነይሩ፣ እቲ ናይ ምዕራብ ሸነኽ ከኣ ብኣመሪካ ይምራሕ ነይሩ። እቲ ካልእ ዓለም ኣብ ዘዝጥዕሞ ምስ ጥቕሚ ይሕልወለይ እዩ ዝበሎ። እዚ ናይ ሶቭየትን ናይ ኣመሪካን ውድድር ከኣ ዝነበረ ብዙሕ ሰብ ኣጥፊኡ፣ ብዙሕ ውግኣት ብሰንኩ ተላዒሉ እዩ። ኣብ ሽሕን ትሽዓተን ሚእትን ተስዓን ሓደን ምስ ምውዳቕ መንደቕ በርሊን ዳርጋ እዚ ውድድር እዚ ዘፍ ኢሉ ንግዚኡ ግን ኣብ ካልእ መድረኽ ኣቲና፣ ናይ ዓውለማ፣ ግሎባላይዘሽን። ሽዑ እዩ ከኣ መብዛሕተን እተን ፊፍ ፊፍ ዝብላ ዝነበራ ሃገራት ዓቕሚ ከም ዘይብለን ኣብ ሓዲኡ ጸጊዐን ክነብራ ከም ዘለዋ ቁሩብ ክለልያ ጀሚረን። ክሳብ ሕጂ እውን ንርእዮ ኣለና ብብዙሕ መልክዓቱ እንዳ መጸ እዩ። ብሕልፊ ድሕሪ ናይ ኡክረይን ውግእ እዚ እንዳ ጎለሐ መጺኡ ኣሎ እንደገና። ድሕሪ ሽሕን ትሽዓተ ሚእትን ተስዓን ሓደን ኣሜሪካ ዳርጋ እታ ሓንቲ ጎብለል ሃገር ዝነበረት እያ ኣብ ዓለም። ሶቭየት ዩንየን ፈሪሱ ኩለን ሃገራት ፋሕ ኢለን ራሻ ከኣ ከም ብሓዲስ ተላዒላ ሕጂ ተቀናቃኒት ናይ ኣሜሪካ ኮይና እዚ ኩሉ ንርእዮ ዘለና ናቱ ውጽኢት እዩ። ዞባናን ነቲ ዞባና ዝመስላ ሃገራት ከኣ ዓቅሚ ስለ ዘይብለን ኣብ ውሽጣዊ ጉዳያተን ኣተኲረን ከመሓዳድራ ወይ ከመሓይሻ ስለ ዘይከኣላ ሎሚ ናይ ሓዲኡ ተጸጋዕነት ኮይንና ንቅጽል ኣለና። ናይ ግድነት ኣብ ሓዲኤን ክትጽጋዕ ኣለካ ክሳብ ሎሚ እቲ ኣብ መንጎ ቀዳማይ ውግእ ዓለምን ካልኣይ ውግእ ዓለም ዝነበረ ኩነታት እንደገና ይድገም ንርእዮ ኣለና። ኣብቲ ሓፈሻዊ ተዘክሮታትና ኩሉ ግዜ ኣብ ትሕቲ ዘን ሃገራት፣ ዘን ዓበይቲ ሃገራት፣ ኮይንና ኢና ንቃተል ዝነበርና፣ ንሳተን ዘምጸእኦ ጠንቂ እዩ ገለ'ዩ ዝበሃል ነይሩ፣ ገሊኦም እዚ ሪቶሪክ ክሳብ ሕጂ'ውን ኣይገደፍዎን ኣብኡ እዮም ዘለዉ። እዚ ሕጂ ዝመጸና ዘሎ ምትእትታውን ሕቡእ መግዛእትን ኣብኡ እስከ ነተኩር። ኣርባዕተ ኣብነታት ከምጽእ እየ። ብሌባኖን ክጅምር እየ። ብሽሕን ትሽዓተ ሚእትን ሰብዓን ሓሙሽተን ውግእ ሕድሕድ ኣብ ልብናን ተወሊዑ። ሲርያ ጎረቤት ሃገር ስለ ዝኾነት ባዓስ ፓርቲ ናይ ሲርያ ነቶም ማሮናይት ክርስትያን ናይ ሌባኖን ዝነበሩ ንዖም ክሕግዝ ጀሚራ። በቲ ሓደ ሸነኽ ከኣ እቲ መቐናቕንቶም ወይ መባእስቶም ዝብሃል እስራኤል እውን ንዖም ይሕግዝ ነይሩ። ስለዚ እስራኤልን ስርያን ኣብ ሓደ ስምምዕ ምበጽሐን ንማሮናይት ይሕግዛ ነይረን። ኣብ ኣንጻር ዝነበሩ ሓይልታት ከኣ ፈለስጢንን እተን ናይ ጸጋማውያን ሓይልታትን ዝብሃላ ሸነኻት እየን። ኣብ ሌባኖን ከኣ ክልተ ናይ ፈለስጢን ካምፖታት ናይ ስደተኛታት ነይረን፣ ዳሕራይ ግን እንዳ ከተማ ከይደን። ሳብራን ሻቲላን ይብሃላ። ኣብቲ ግዜ እቲ ኩሉ እንድዩ ሰላም ዝደሊ መሲሉ ጥቕሙ ዘሳስት ዝነበረ፣ ኣራብ ሊግ እውን ከምኡ ክትገብር ስለ ዝደለየት ንናይ ሲርያ ሰራዊት ሕጋውነት ኣልቢሳቶ፣ ኣብኡ ኣትዮም ክዓርቁዶ ገለ ደልካ ኢንተርቬንሽን እዩ እቲ ሽሞም ኢንተርቬንሽን እዩ ዝበሃል ቁዋት ኣልረድ ኣልዓረቢ ይበሃል ናይ ዓረብ ናይ ምትእትታው ሓይሊ ተባሂሉ፣ ሲርያ ናይ ኣራብ ሊግ ሕጋውነት ምስ ረኸበት ኣብ ሽሕን ትሽዓተ ሚእትን ሰብዓን ሽዱሽተን ዓሰርተ ሽሕ ወተሃደራት ንመጀመርያ ኣእትያ፣ ደሓር ግን እዚ ቁጽሪ እዚ እንዳዓበየ ከይዱ። ብሽሕን ትሽዓተ ሚእትን ሰማንያን ክልተን ከኣ እቲ ህድኣት ዝነበረ ኣብ መንጎ እስራኤልን ሲርያን ፈሪሱ ክጠማመቱን ክዋቕዑን ጀሚሮም። እስራኤል ከኣ ነቲ ያስር ዓረፋት ዝመርሖ ዝነበረ ውድብ ፍልስጢን፣ PLO፣ ፓለስቲንያን ሊብሬሽን ኦርጋናይዜሽን ንዕኡ ከተፍርስን ከተውጽኦን ካብቲ ቦታ ትደሊ ስለ ዝነበረት ውግእ ኣዊጃሳ ከኣ ሓዲስ ኣብ ሻን ትሽዓተ ሚእትን ሰማንያን ክልተን እስራኤል ንሌባኖን ኣትያ ኣብ በይሩት ብዙሓት ወታደራት ከተእቱ ክኢላ። እቶም ኣብኡ ዝነበሩ መላፍንታ ከኣ እዚ ጽላል ናይ እስራኤል ረኺቦም እቲ ናይ ሳብራን ሻቲላን ህልቂት ክፍጸም ተኻኢሉ። ሳብራን ሻቲላን ኣብኡ ዝነበሩ ስደተኛታት በሽሓት ሰባት ጠፊኦም ናይ ፍልስጤን ስደተኛታት ዝነብሩ እዚ ናይ ሌባኖን እዩ ብሓጺሩ ኣብ የመን ንኺድ ኣብ ክልተ ሽሕን ዓሰርተ ክልተን እቲ ኣረብ ስፕሪንግ ዝበሃል ምስ ተወልዐ የመን እውን ተሓጒሳቶ እያ ኣብቲ ግዜ እቲ ዓሊ ዓብደላ ሳልሕ ፕሬዚደንት ናይ የመን ነይሩ ግን እቲ ጸቕጢ ስለ ዝበዝሖ ወሪዱ ክወርድ እከሎ ግን ነቲ ምኽትሉ ዝነበረ ዓብዱረቦ መንሱር ሃዲ ዝበሃል ንዕኡ ኣረኪቡ እዩ ከይዱ። ዕግርግር ቀጺሉ፣ እቶም ሑቲ ከኣ ብኢራን ዝድገፉ ዝነበሩ ከም ሓይሊ ክወጽኡ ክኢሎም፣ እቲ ሲቪል ዎር ገዲዱ። ድሕሪኡ ኢመሬትን ስዑድያን ኢደን ኣእትየን። እቲ ውግእ እንዳኸረረ ከይዱ ስብል ጠፊኦም ሰንዓ ዘሎ ኣብ ዓደን ዘሎ ኣብ ገለ ዘሎ ተደግዲጎም ክሳብ ዝኣኽሎም ክሳብ ሕጂ ይሳቐዩ ኣለዉ ዓሰርተ ዓመት ኣለዎም ብጥሜትን ብሕማምን ይሳቐዩ ኣለዉ ሽዑ ኢማሬት ሶቆጥራ ትበሃል ደሴት ኣላ ናይ የመን ኣብዚ ደቡብ ናይ የመን ትርከብ ኣብ ውቅያኖስ ህንዲ ኢንድያን ኦሸን ንዓኣ ሒዞም ካብኡ ንየው እቲ ውግእ ዝቐጸለ ክሳብ ሕጂ ውን ዝኸይድ ዘሎ ኣብ ህዝብን ትሕተ ቅርጻን ናይ የመን ዝተረኽበ ጉድኣት ክጽብጸብ ኣይክእልን እዩ፣ ብጣዕሚ ዓቢ ግድኣት እዩ። ኣብታ ሳልሰይቲ ኣብነት ንኺድ፣ ሶማልያ ኣብ ሽሕን ትሽዓተ ሚእትን ተስዓን ሓደን ኣብቲ ግዜ ንሕና ነጻ ዝወጻእናሉ ግዜያት እዩ፣ ሲያድ ባሬ ናይ ሶማል ወዲቑ ዓዲ ገዲፉ ወጺኡ። ሽዑ እዩ ከም በዓል ጀነራል ዒዲት ካልኦት ንዖም ዝመስሉ ብዙሓት ወጺኦም ናይ ቀቢላታት ሓለፍቲ፣ ሰራዊት ዝሓዙ እውን ሚሊሻ ዝእዝዙ ዝነበሩ ሰባት ወጺኦም እቲ ውግእ ሕድሕድ እንዳኸረረ ከይዱ። ድሕሪ ቁሩብ ዓመታት ግን ሕቡራት መንግስታት ሓገዝ ዘብጽሑ ሰላም ከኣ ዘሳስዩ ዓቀብቲ ሰላም ገለመለ እንዳተባሃልካ ፈተነታት ካብ ሽዑ እንድዩ ዘሎ ከምኡ ክተእቱ ጀሚራ። እሶም ውን ኣብቲ ውግእ ኣትዮም ብዙሕ መጉዳእቲ ወጺኦም ካብ ፓኪስታን ካብ ጆርዳን ካብ ገለ ካብ ብዙሕ ቦታታት ዝተወጹ እዮም ነይሮም ናይ ኢትዮጵያ ምትእትታው ዝጀመረ እቶም ኢትሓድ ዝባሃሉ ሽዑ ኣብ ኢትዮጵያ ሽግራት ከምጹ ዝጀመሩ ሽዑ እዩ ተረኺቡ ኣብ መጨረሻ ተስዓታት እዩ እቲ ናይ ሕቡራት መንግስታት ሓይሊ ዩኖሶም ይባሃል ነይሩ ዩናይትድ ኔሽንስ ኦፐሬሽን ኢን ሶማሊያ ገለ ከምኡታት እዩ። እቲ ውግእ ሕድሕድ እምበኣር ነቶም ሶማላውያን ጥራሕ ኣይኮነን ወላ ነዞም ሓይልታት ናይ ሕቡራት መንግስታት ዝነበሩ እውን ኣርኪቡሎም ብዙሓት ሰባት ሞይቶም። ነዚ ነገር እዚ ክትርድኡ እንድሕሪ ደሊኹም ብዛዕብኡ ከተንብቡ ትኽእሉ ኢኹም ብዙሕ ሊትረቸር ኣሎ። እቶም ከተንብቡ ዘይትደልዩ ግን ብላክ ሆክ ዳውን ዝብል ሙቭ ኣሎ ክገልጸልኩም እኽእል እየ ኣብ ዩቱብ ኮይኑ ኣብ ኔትፍለክስ ኣብ ገለ ክትረኽብዎ ትኽእሉ ኢኹም። እዛ ሙቪ ብሓጺሩ ነቲ ዝነበረ ኩነታት ክትገልጽ ትኽእል ኢያ ግን ካልእ ንባብ ከድልያ ኣብኣ ጥራሕ ኣይትመርኮሱ ግን ሽዑኡ እታ ሄሊኮፕተር ናይ ኣሜሪካ ምስ ወደቐት ገለ ኣሜሪካውያን ኣብኣ ሞይቶም እቲ ነገር እንዳኸረረ ከይዱ ኣሜሪካውያን ስሒባ ዶ ገለ ሽዑኡ እቲ ነገር ክሃድእ ጀሚሩ ብናይ ወጻኢ ወገን እቲ ውሽጢ ዓዲ ግን ንንሕዱ ምብላ ቀጺሉ። ኣብዚ ኩነታት እዚ ከኣ ኣልእትሓድ ዝበሃል ናይ ሶማል ውድብ ዝነበረ ሓዪሉ ወጺኡ ምስ ኢትዮጵያውን ክጠማመት ጀሚሩ። ድሕሪኡ ኢትዮጵያ ከኣ ኢድና ክነእቱ ኢና ንዑ ክንቆጻጸር የስግኣና እዩ ገለ ኢሎም ከኣ ኣብታ ጉድጓድ ኣትዮም ነይሮም ምስ ሰቦም። እዚኣን እተን ሰለስተ ሕማቓት ኣብነታት ዘምጻእኩልኩም እየ። ዓሰርተታት ክመጽእ ይኽእል እዩ ግን ንሳተን ይኣኽላና እየን። እታ ራብዐይቲ ዘምጽኣ ግን እታ ኣነ ብልጽቲ ኢለ ዝርእያ ክሳብ ሕጂ ዮጎዝላቭያ ኣብኡ ንኺድ። ዩጎዝላቪያ ካብ ነዊሕ ግዜ ጀሚራ ብኮሙኒስት ፓርቲ ትግዛእ ነይራ። ኣብቲ ኮሙኒስት ፓርቲ ከኣ እቲ ዝሓየለ ኮይኑ ዝወጸ ጆሴፍ ብሮዝ ቲቶ ዓርኪ ሃይለስላሰ እዩ ነይሩ። ተቓሊሱ እዩ ኣንጻር ሂትለር ኣንጻር ናዚ ብዙሕ ተቓሊሱ እዩ። ብሽሕን ትሽዓተ ሚእትን ሓምሳን ሰለስተን ፕረዚደንት ኮይኑ ተመሪጹ፣ ፕረዚደንት ፎር ላይፍ፣ ንምሉእ ህይወቱ እዩ ተመሪጹ ሽዑ ክሳብ ዝመውት ትሽዓን ትሽዓተ ሚእትን ሰማንያን እዩ ሞይቱ ዓሰርተ ሓደ ምኽትል ፕረዚደንት ሓሊፉ ሓደ መጽእ ሓደ ክኸይድ ሓደ መጽእ ሓደ ክኸይድ ይመውት ገለ ዓሰርተ ሓደ በጺሑ ንሱ ግን ጸኒሑ ክሳብ ሽሕን ትሽዓተ ሚእትን ሰማንያን ብድሕሪቲ ብሓይሊ ከምዚኣ ገይሩ ሒዝዋ ዝነበረ ነታ ሃገር ምሟቱ እቲ ሲቭል ዎር ንትርኽ ባእሲ ምፍሕፋሕ ኣብ መንጎ እቲ እህዛብ ሕቡእ ዝነበረ ድፉን ዝነበረ ናይ ቀደም እዩ ሓዲስ ኣይኮነን ግን ንሱ ክወጽእ ጀሚሩ ኣብ ሽሕን ትሽዓተ ሚእትን ተስዓን ሓደን ከኣ እታ ነገረኛ በርሊን ዎል ምስ ወደቐት እዚ ናይ ዩጎዝላቪያ ምፍሕፋሕ ውን ኣብ ውግእ ተቐይሩ ውግእ ሕድሕድ ተጀሚሩ ድሕሪኡ ብ ሽሕን ትሽዓተ ሚእትን ተስዓን ሰለስተን ሕቡራት መንግስታት ንኣመሪካ ሕጋውነት ኣልቢሳ ናይ ኣመሪካ ሓይሊ ኣትዩ ነታ ዓዲ ቁሩብ ከረጋግኦ ኪኢሉ። ብዙሕ ሰብ እዩ ሃሊቑ፣ ብዙሕ ሰብ እዩ ተሳዲዱ፣ ፋሕ ብትን ኣትይዎ እቲ ዓዲ፣ ብዙሕ ቅርስታት ዝነበረ ፈሪሱ፣ ብዙሕ ጉድኣት ረኺባ ዩጎዝላቪያ። ብድሕሪኡ ኣሜሪካ ምስ ኣረጋግኣቶ ሸውዓተ ዓመት ዶ ሸሞንተ ዓመት ዝኸውን ምፍሕፋሕ ቀጺሉ እንድዩ፣ ኣብ መጨረሻ ግን እቲ ውጽኢቱ ዩጎዝላቪያ ኣብ ሽዱሽተ ሃገራት ተመቒላ፣ ክሩዋቲያ፣ ስሎቪኒያ፣ ቦዝኒያ ሆርሰገቪና፣ ማሲዶኒያ፣ ሞንተነግሮ፣

ዝሓሸ ኣይኮነን መዓት ምልዮናት ሰባት ጠፊኦምሉ እዮም ግን ብተዛማዲ ክትሪኦ ከለኻ ሓጻር እያ ኔራ ድሕሪ ሓጺር ግዜ ግን ረጊኡ እቲ ሃገር እቶም ሓለፍቲ ዝነበሩ ከኣ ኩላቶም ሄግ ከይዶም ኣብ ሄግ ማእሰርቲ ዝተፈርዱ ገለ ዝተፈርዱ ኣብኡ ዳጉኖሞም እዮም ኩሎም እቶም እቶም ኣትሮሲቲስ ጀኖሳይድ ከምዚታት ጸይቂ ዝገብሩ ዝነበሩ መራሕቲ ኩሎም ተራእዮም በዓል ራዶቫን በዓል ሚሎሰቪች በዓል ገለ ኩላቶም ኣብ ሄግ ተፈሪዶም እዮም። ሓቆም ረኺቦም ኣላ ይርሓሙ ኣብራሃ ሰጊድ ዓደየ ዓዲ ጀጋኑ ይብል ነይሩ መዓድላ እስኪ ንኺድ ናብ ኤርትራ። እዚ ሎሚ ንርእዮ ዘለና ናይ ኢትዮጵያ ሰራዊት ኣብ ኤርትራ ምስፋር ምስ ዓቢ ኣሕመድ ዝመጸኤ ጠንቂ እዩ ኣብ ግዚኡ ኣጠንቂቅና ኔርና ግን ዝሰምዕ የሎን ሓይሊ ስለ ዘይብልካ ዝሰምዓካ ሰብ የለን ግን ካብ ሽዑ እቲ ጠንቂ ኣበይ ከም ዝቅጽል ዘሎ ይረኣየና ኔሩ ዩ። ሎሚ ካብ ሰላሳ ክሳብ ኣርብዓ ሽሕ ዝግመቱ ወታደራት ኢትዮጵያ ምስ ምሉእ ዕጥቆም ምስ ምሉእ ነገራቶም ወታደር ዘድሊ ነገር ኣብ ኤርትራ ዓሪዶም ኣብ ኤርትራ ይርከቡ። ቀስ ኢሉ ዝጀመረ ነገር ሕጂ ከም ንቡር ኮይኑ ገሊኡ ሰብ ኣይዛረበሉን ውን ኣየሰምብዶን ኣንታ ከምዚ ሰራዊት እወ እወ ኣለዉ ገለ ለካስ ከምዚ ክዉን ነገር ከምዚ ማይ ወቂዑ ወላ ገለ ትብሎ ዘለካዩ ማኪና ተጓኒጸን ትብሎ ዘለካስ ከምኡ ጌሩ ኣቃሊሉ የርእዮ እቲ ዝኸፍእ ከኣ ነዚ ሰራዊት ከመይ ጌርና ከም ንገልጾ ውን ኣይንፈልጥን እና ምክንያቱ እቲ ሃገራዊ መንግስቲ እየ ዝብል ንሱ ዓዲሙ ዘእተዎ እዩ እቶም ህዝቢ ኤርትራ ዓመታት ተቃሊሱ ብማዓጾ ዝሰጎጎም ብፍንስተራ ኣትዮም ኣብታ ዓዲ ኮፍ ኢሎም ይርከቡ ኣለዉ። እዚ ተረኽቦ ንብዙሓት ኤርትራውት ኣቐይሙ ከም ዘሎ ኩላትና ንዕዘቦ ንኸውን ኢና። ግን እቲ ድምጺ ዝዓበየ ዘሎ ናይቲ መንግስቲ ስለ ዝኾነ ወዮ እኳ ድኣ ብሓንሳብ ኮንካ ሰላማዊ ሰልፊ ትገብረሉን ተሪር ልፍንቲ እዩ ተገይሩ ዘሎ። ኣብ ስሳታትን ሰብዓታትን ክዓቢ እንከለኹ ጦር ሰራዊት ኣጸቢቐ እዝክር። የሰንብዱኒ እዮም። እቶም ወተሃደራት ንነዊሕ ግዜ ኣብ በረኻ ዶ ይኸዱ ኣዋርሕ ይገብሩ ደሓር ክመጹ ከለዉ ገለ ሒዞም ክመጹ ኣለዎም ከምዚ ኩዕሶ ክትጻወት ኬድካ ወይ ከምዚ ናትና ምሽ ብሽክሌታ ክትጻወት ኬድካ ኮባ ሒዝካ ክትመጽእ ከለኻ እንዳጣቓዕካ ተሓጉስካ ትመጽእ ይኸዱ ሽዑ ክልተ ተጋደልቲ ሰለስተ ተጋደልቲ ወይ ኣድብዮም ጸኒሖም ይቐትልዎም ወይ ሓሰውቲ ረኺቦም ይሕብሩሎም ክልተ ሰለስተ ኣርባዕተ ሓሙሽተ ቀቲሎም ይመጹ ሽዑ እቲ ሬሳታቶም ተሰኪሞም ንከተማ የምጽዎም ኣብቲ ከተማ ኣብ ሹቕ ስለምንታይ ኣይርድኣንን ግን ዕዳጋ እኽሊ ይፈትዉ ነይሮም። ኣብታ ዕዳጋ እኽሊ ፓሎ ገይሮም ዕንጨቲ ኣብኡ ነቶም ሬሳታት ኣብኡ የንጠልጥልዎም ሽዑ ሰብ ገዲዶም ንዑ ርኣይ ይብሉኻ። ክትርኢ ትኸይድ ናይ ግድነት። ደሓር እቶም ኣዋርሕ ጸሚኦም ዝቐነዩ ወተሃደራት ኣብቲ ባራት ዘሎ እንዳ ስዋታት ዘሎ ገለ ዘሎ ኩላ እያ ትበልዕ ሽዑ። ክኣትዉ ከለዉ እንዳደረፉ እንዳበሉ ጥይት ኣጉርሰው ኣይተርፍ ሃይለስላሰ መጣ ሆ ኣዲስ ኣበባ ገለ ይተርፍ መዓት ከምኡታት ነይሮም ኣብዚ ናይ ሳኽራናት ደርፍታት እንዳደረፉ ክኣትዉ ሽዑ ይዝርኡ ኣብቲ ዓዲ ኣብቲ ባራት እንዳስዋታት ኣብ ኩሉ ይዝርኡ ነይሮም። ሓንቲ ነገር ክዕለኩም ሓደ ግዜ ዝረኤኩዎ ለይትርስዓኒ ኣብ ኣፍ ደገ ኮፍ ኢሎም ይሰትዩ ነይሮም ወታደራት ሕጂ ምሽ ምዓ ኣትዮም ይሰትዩ ደሓር የጉስዑ ኣሁን ሊብያ መዝበት ነው ይብሉ ሊብያ ኣብቲ ግዜ እቲ ንሰብራ ኤርትራ ክትሕግዝ ጀሚራ ስለ ዝነበረት ብጣዕሚ ጽልእቲ እያ ነይራ እቲ ሚድያ ናይ ኢትዮጵያ ሊብያ ቀዛፊ ገለመለ የህትንሽ ልጅ ይብሎ ነይሩ ሃይለ ስላሴ መዓት ጽልኢ ነይሩ ሕጂ ንጀብሃ ክልተ ሰለስተ ተጋደልቲ ቀቲሎም ክመጹ ከለዉስ ከምዚ ሕነ ኣብ ሊብያ ዝፈደዩ ኮይኑ ዝስምዖም ኣብቲ ሱፐርስቲሽን ናቶም ገለ ከምኡ ኢትዮጵያ ተበጽህ እዴሃ ገለመለ ወደ ሰማይ ከምኡታት ዝብሃል ኣሎ እንድዩ ይኣምንሉ እዮም ንሱ ክሳብ ሕጂ ከምኡ እዮም ዝደልዩ። እሞ ሕጂስ እዚ ህላወ ናይ ሰራዊት ኢትዮጵያ ኣብ ኤርትራ ብከመይ ዓይነት ክንምክቶ ንክእል? እቲ ምሳኻ ኣለና ኣብ ጎንኻ ኣለና እንዳበሉ ገሊኣቶም ዘጣቕዕሉ ሰራዊት ኤርትራ ከመይ ይርእዮ? እንታይ ከገብር ኣሎ? ሓደ ክንርስዖ ዘይብልና ምእታው ናይ ሰራዊት ኣብ ሓደ ሃገር ስቅ ኢልካ ኣይኮነን ኣቲካ ትወጽእ ከም ቱሪስት ኣይኮነን ከምዚ ኩሉ ክጠቅሰልኩም ዝጸናሕኩ ሓደ ሰራዊት ኣብ ሓደ ሃገር እንድሕር ኣትዩ ኣብቲ ጉዳያት ናይቲ ሃገር ኢዱ ምእታው ኣይተርፎን እዩ ኩሉ ግዜ እቲ ዘሎ ስርዓት ኣብ ጎኑ እዩ ዝሰርዖ ከምዚ ናይ ዩኤኢ ኣብ የመን ኢድና ኣይነእቱ እና ክብሉካ ኣይክእሉን እዮም ወይ ኣብዚ ሊብያ ዝግበር ዘሎ ቱርኪ ድካ ክትብል ኢመሬት ድካ ክትብል ዘይኣተወ ሰብ የለን ኣብኡ ኩሎም እዮም ኣትዮም ኣብ ሱርያ ከምኡ ኣብ ኩሉ ዓድታት ከምኡ እዮም ዝኣትዉ እቶም ሰራዊት ሕጅስ እዚ ሰራዊት ኣብኡ ምስ ኣተወ ኢድ የብሉን ክትብለስ ብጣዕሚ ከቢድ እዩ ጭሩ ከም ዓቕማ ትሕለብ ድዩ ዝበሃል ንሕና ከኣ ብዓቕምና እንታይ ክንገብር ንኽእል ሓደ ብመንፈስ ክንኩንኖ ኣለና እዚ ነገር እዚ ንቕሓት ከነስፋሕፍሕ ኣለና ክኹነን ዘለዎ ነገር ምዃኑ ክንወፍረሉ ዘለና ነገር እዩ እቲ ሰራዊት ናይ ኢትዮጵያ ካብ ሃገርና ክለቅቕ ክንጽውዕ ክንክእል ኣለና እዚ መጸዋዕታና ከኣ ንምሉእ ዓለም ክነፍልጦ ክንክእል ኣለና። እዚ ከምዚ ተረኽቦታት እዩ ሰላማዊ ሰልፊ ዘድልዮ። ኣብቲ ሰላማዊ ሰልፊ እቲ ኣቤቱታና ጽሒፍና ንኹሎም እቶም ዝግደሱ ሃገራት፣ ኤምባሲታት፣ ዩኤን፣ ገለመለ ኣብ ምሉእ ዓለም ነዚ ነገር እዚ ከነፍልጦ ክንክእል ኣለና። ግን ምጭዳር ገለ ዘይብሉ ብስነ ስርዓት ኬድና ብስነ ስርዓት ኣስራሕና ጌርና ክብረት ብዘለዎ እንታይ ምዃንና ከነንጸባርቕ ክንክእል ኣለና። ደለይቲ ሰላም፣ ደለይቲ ስነ ስርዓት ምዃንና ከነመስክረሉ ንኽእል ሰላማዊ ሰልፊ እንዳገበርና እዚኣ ጽብቕቲ ኣጋጣሚ ኮይና ትረኣየኒ። ምስኡ ምስኡ ዝኸይድ ከኣ ኩሉ እዚ ዝፈልጦ ሰብ ዘለዎ ኣብ ኤርትራ ብሕልፊ እቶም ኣብ ስልጣን ዘለዉ እቶም ፍርይ ፍርይ ዝበሉ ኩላትና እቶም ንፈልጦም ዘለና ሰባት ክንረኽቦም ክንክእል ኣለና። እዚ ነገር እዚ ሓደጋ እዩ ኢልናስ ከነረድኦም ክንፍትን ኣለና። እንተ ደኣ ብኻልእ ተረዲኦሞ ኣለዉ ከኣ ቁሩብ ከነዕግቦም ክንፍትን ኣለና እቲ ሓደጋታቱ። ዓቕሚ ዘለዎም ሰባት ከኣ በብወገንካ ዘይኮነ ኣነ ፐቲሽን ገይረ ኣለኹ ኣነ ፐቲሽን ገይረ ኣለኹ ገለ ኢልካ ሓምሳ ፐቲሽን ነንሕዱ ዝዋቓዕ ዘይኮነ ሓደ ኣካል ንኹሉ ወኪሉ ሓደ ፐቲሽን ከዳሉ ኣለዎ። ዝበለጸ መገዲ ተራእዩ ሓደ ኣካል ክመርሖ ዝኽእል ፐቲሽን ክንገብር ኣለና። እዚ ፐቲሽን ከኣ ኣብ ሙሉእ ዓለም ክንዝርግሖ ክንክእል ኣለና። እዚ ሕቡእ መግዛእቲ ኣብ ኤርትራ ንርእዮ ዘለና ሕጂ ኦኩፔሽን ከይተቐየረ እንከሎ ንዓለም ከነፍልጥ ክንክእል ኣለና። ምስኣ ክንጸቕጠላ ዘለና ከኣ ሓደ ዘይተመርጸ ወጻዒ ዓማጺ ስርዓት ዝዓደሞ ሰራዊት እዩ፣ ኣይንደልዮን ኢና ኣብ ሃገርና ኢና ክንብል ዘለና። ስለዚ እቲ ኩነታት ኣብ ቀንጢመንጢ ምብኣስን ኣብ ቀንጢመንጢ ምስትብሃልን ግዚኡ ሓሊፉ እዩመስለኒ እዚ ዓበይቲ ነገራት ይጥምተና ስለዘሎስ ንኩልና ክእክበና ስለዝክእል እቶም ፖለቲካዊ ፓርቲታት ይኩኑ እቲ ሚድያ ይኩን እቲ ኣሶስየሽንስ ግሩፕስ ገለ ዘሎ ኩሉ ኣብዚ ተጊሁ ክሰርሓሉ ዘለዎ ነገር ኮይኑ ይስምዓኒ እዚ ሓደ ካብቲ ብሓንሳብ ከምፀኣና ዝክእል ምክንያታት እዩ ዓብይ ሓደጋ ኮይኑ ይረኣየኒ ኣነይ ከምኡ ክረኣየኩም ተስፋ እገብር። እምበር መንደላይ ተመን ኣብ እግርኻ ለመም እንዳበለካ እስከ ኣብዚኣ ቁማል ኣላትኒ ኢልካ ኣብኡ ክትሻቐል ጌጋ ኮይኑ ይስምዓኒ። ንግዚኡ እቲ ቁማል ዕሽሽ ክንብሎ ክንክእል ኣለና። ኣብቲ ዝዓበየ ሓደጋታት ኣብኡ ንጠምት።

ምሉእ ሓገዘይ ከወፊ ምዃነይ ከም ዓቕመይ እሞባጽዓልኩም። ኣነ ብዓቕመይ እታ ግዴታይ እዚኣ እያ ስለ ዝበልኩ ይገብራ ኣለኹ። እቶም ካልኦት ግን ዓቕምኹም ብዘፍቅዶ እዚ ግዴታ እዚ ክትዋጽእዎ ዲኹም? ተሰማሚዕኩም ክትዓጥቅሉ ተስፋ እገብር። ንህዝብናን ንሃገርናን ሰላምን ቅሳነትን ርግኣትን ጸጋን